ናበይ ደለኻ እንዳ ገዛይ ንጸላእተይ ገዲፈሎም ክኸይድ ኣንታ ክፈል በኽንላዘብ ሓቁ ይኺድ እንታይ ይስማዕ ኣለኩም ኣነ እውን ገዛኻ ገዲፈልካ ክኸይድ ክልተ ሓደ እንድዮ ክፈል ስኻ ናናይ ስኻ ዲዩ ዝበለ ቦይ ተወልዶ መዓሾ ክትብሊ እዝኒ መሰታ ቀዳመ ወድ ኣይተባህለ ሳንዳይ ዓባይ በል ዕልል ክብል ዘበለን እቲ ናይ ጓሂ እዩ

ኣነ ዓዲ በጺሐ ጠበንጃ ዓጢቐ ክምለስ እየ። እንታይ ኢኻ ትብለን ዘለኻ እንታይ እያ ፈለማ ናይ ኣድሓነት ዘይንገብር። እሞ ከምኣ ኢልካ ኣሎ ወድሓንካ ከይተለክመልና ዋላ ንደቂ ጊላ እዩ ዝፍክረሉ ኣሎ እሞ እንታይ ክገብር ሕጂ እንታይ ክገብር እስኪ ዋይ ማሰ ደኣ ዘይክእሎ እንታይ ከም ዝኾነስ ፋሕ ኢሉኒ ነቦይ ማሰ በለለይ በሎ ደቕ እንተኾነ ኣማስብል ኣይኮነን ከምዛ ድሓነት ሓፍተይ ጠፊኣታ ዘላ ንዓኺ ብርኸ ሒዘ ክኽስተ እዎ ትጣምቱ እኻ ከፍርሓካ እዩ ዝብል ኣይሞቱ ጥላይ ንድመስል ልክዕ ከፍርሓካ እዎ መዓት ወያኒ እዎ ኣነ በላኸይት ወይለከ ኣታ ኣነ ዘገ እቲ ኣለ እንዳ ዝኾፍ ደብል ኣንጎሶም ከራሒ ዝሉ
ወይዘሮ ጉም ሽፍታ እንጎሶም ስካራ ሒዙ ዶ ክገብር ሒዝዎ መፂ እወ መዓልቲ ጓል ሃንስ ክብለኒ ኢሉስ በዚ መዓንጡ ገዚፍ ካራ ርየ ካብዛ ገዛ እዚኣ ከይትወፅእ ብለካ ኣለኹ ኣንታ ቦይታ ኮንካ ኣታ ወዲ ኣነ ነግረካ ኣለኹ ኣንጎሶም ናብታ ዝመፃ ናብታ በረኽኡ ክሳብ ዝኸደልና ካብዛ ገዛ እዚኣ ከይትወፅእ ኣነ ፀገም ክመፀኒ ኣይደልን እየ ዋይ ኣንታ ቦይ ንዓይ ትናቐኒ ኮንካ እምበር ከማይ ሰባለ ዋይ ኣስገደት ሓብተይ ከዓ ኣንጎሶም ነቦይ ጥራይ ደልዩ ዘሎ መሲልኩም ንመን ስድራ ምልእቲ እዋ ኣነዳ ምንታይ ውዒለ እተን ኣድሓነት ከ
ቆልዑት ፋሕፋሕ ኣቢለንሲ ከመይ ገይሩ እዩ እቲ ነብሰን ገይርለን ነዛ ነብሰን ክጥዕመንሲ ከምዚ ገይረን ጨኪነን ከምኡ ዶ ትብልዮ ኢኺ ንሳ እውን ኣብ ርእሲ ርእሲ ፀገም ረኺባ ኣይጠዓማን እሞ እንድሕር ዘይጠዓማስ ካብ ደቃ ፋሕፋሕ ተብልሲ ንኻሳ ተዘይትፈትሖ ወይለ ኣንቲ ዳሕራይ ክንደይ ደኣ ግርዲ ድዩ ጽቡቅ ክትዛረቢ ጸኒሕክሲ ፋሕ ከተብሊ እያ። ኤእ ብኹርና ናይ ኤሳው እኮ ያቆብ እዩ ወሲድዎ። እዎው ኣንቱ ቆልዓ። ዘይፈለጥናዮ ምስጢር ተለኪ እምበር ኣንቱ ቆልዓ ብልሓትኩ እኮ ጠፊኡና። ኣነ ግን ናይዛ ሞጭቋር ቆልዓ ወላ ሓንቲ ዘረባኣ ቅጭጭ ኣይብለንን ቅጭጭ ኣይብለንን። እንታይ ትብል ከምዘላ ዘይፈለጥካዮ ዘለኻ እኮ እዩ ልብኻ ከፊትካ እንተትሰምዖ ቅጭጭ ምበለካ። እኺ ኣይ ኣነስ ካብ ምጭቋር ዘረባ ሚለና ኣብዚኣ ትሕሸኒ እየ ዝብል ኣንቲ ክትዛረብ እኮ ጭራጤላ በሊዓት ኮይና እምበሪ ንስኺ እውን ዘየስሕቕ ትርር ዝበለ ዘረባ ትዛረቢ ኮንኪ እምበር ካብታ ሚለና ዝበልዓታ ጭራጤል ጥዒምኪ ኢኺ ኣነስ ናይ ኣቦይ ኩሉ ተግባር እዩ ዘስሕቐኒ ኦይ ሕጂ ደኣ ንዓኺ ወይ ንመድሃኒ ክመርዕዎ መይ እዩ ዝብል ዘሎ ከምኡ ኢሎም ከዕሉ ዶ ሰሚዕኪ ኢኺ ተውሳኺ ድለይ ኣነስ ንዕላል ኢኹም ዝብዞ ሓቂ ኣውፅያ ትማሊ ከተዕልኒ ኢልኩ ቋሪፅኪ ኢኺ እንታይ ዝሰማዕክዮ ኣሎ ድዩ ኣንቲ ርጋ ሓፍቲ ኣነ ዝሰማዕክዎ የብለይ ዋ ወይ ኣብቲ ምራኽ ዚዳ ጎንኳ ከይደ እዛ ቆልዓ ገለ ዝሰማዓቶ ኣለዋ

ሓራ ኣብ ገዛይ እኮ እየ ባይቶ ተኺለ ዘለኹ። ሓንቲ ክፋእ ተገይረ ብታ ገዛ ይፍረድ። ዋላ ክቕፍዱኻ እዩ ነይርዎም። ስማዕ እስኪ ንጸጋይ ተጋግየ እብላ ኣለዉ ሃየ ንዕርቆም ተርኩካ ዶ ዕጭ ኣይብልካንን። እሞ መድሃኔ።
ኣንታ መድሃኔ መድሃኔ እንደይ ትበል ወይለከ ወሊድካዮ እምበር ወሊድካ ድዩ። ውረ ሕጂሲ እዞም ቆልዑ ከድልዩና እዮም እንተ ሓቢሮም እንተ ሓቢርና ኩላህና ኢና ርኢኻ ኣለኻ ንህንጎሶም ነሕምቖም። ንሱኸ እንታይ እዩ ዝብል ዘሎ? ንሱ ደኣ ንኸስሕተን ደቂ ጊላይን እየ ዝደሊ ዘለኹ ኢልካ ክንደይ ፈኸራ እዩ፣ ክንደይ ፈኸራ፣ ክንደይ ፈኸራ፣ ክንደይ ፈኸራ። እ ወረ ካራ ኣውጺኡስ ይብለካ ኣለኹ ንሚለና ጓለይ ማሰ በልለይ ኢሉ ንፋራርሕዋ። ዋይ ጉድ ኣሎ። ካብ ንቆልዓ ደኣ እሞ ርኤ ከለኻ ንዓ ካብ ገዛኻ መጺኡ ካርኡ ኣውጺኡ እ ማሰ በለለይ ክብለካ ነይሩ ኣብ ቅድሚ መርዓትካ። ኣሕ! ወ! እንታይ ክትረክብ ኣንታ።

ኣታ ሕጂ ናይዞም ቆልዑ ንግበር ከመይ ኣቢልና ኢና ንዓርቆም። ጸጋይ ወደ ዶ ኣብለዩ ኣይ እቲ ሕልጉስ ወድኻ እንድዩ ግዲ ዝሕንግድ ዘሎ። በል ደሓን።
ሕጂ እንዶ ግዳ ናይዞም ጎሰንኩ እንታይ ንግበር። ኣንታ ሕጂ ገድፈና ኒስኻ ፋስ ካብልሕ ኣነ ንኸሰተ ባዕለይ ክዛረቦ እየ ናይ ርብቃ ጓለይ ብትን ኣቢልዋ እዩ። ንስኻ ንዑ ሓዳሩ በቲንካሉ ደቅና እንተ ኾኑ ሂወቱ ዘራሪጎምሉ እንታይ ደኣ ክብል ደሊኻ ደኣ በየናይ መንገዲ ደኣ እሞ ሓደ ሕንኡ ክፍድ ደሊኻ ደኣ። ካን ንሳ እያ ማዕዳኻ እወ ናይታ ቆልዓ ተኾነ ፈጣሪ ዕድላ ሒዝላ ኣሎ እ ዘናታ ኮይኑ እዩ ከሰተ ዕድላ ዘሪግላ እ ኣምላኽ ተጠርሽዋ ግን ንስኻ ይትሕዛ ከሰተ ይሕዛ እሳሲ ሓቅኻ እ እንታይ ደኣ ኣለይ እሞ ዝገብሮ ምስ መን ደኣ ዝማኽሮ በል ደሓን ንኸሰተ ክመዓቶ እዩ ከይትዛረቦ እንዴ ዝብለካ ዘለኹ ከሰተ ብክሳዱ እዩ ተታሓይዙ ዘሎ መጀመርያ እቶም ስድርኡ ንዓዲ እተው ድሕሪኡ ድላይካ ትዛረብ ተደሊኻ ወይ ጉድ!
እሞ ናይዞም ቆልዑ ደኣ እንታይ ኢና ጠሪሽና? እ ቁልዑ ኣብዮምና ኢልና ስኽ ክንብል? ባዕሎም ፈቱ ወለከ። ንዕስክቲ ስምዒ ኣብዛ ደንበ ረዳ ዘይብልክ ምጭት ምጭት ከይብለክ ተሓቂ ንገርኒ ውይ ኣንቲ ርብቃ ሓፍቲ እንታይ ደኣ ኮንኪ እወ ዝሓበኣክለይ ምስጢር ከም ዘሎ ካብ ገጽ ክፈሊጠ ኣለኹ ተለ ተሓቂ ንገርኒ ብለኩ ኣለኹ ዋ ደቂ ጊሊ ኣብ ደንበ ትብእሸ እንዲ ክብሉና ደሊኺ ንመን ክትበኣስዮ ምንኣስ ምንኣሰይ ቆልዓስ ናይ ክትበኣስኒ ኣንቲ ኣርኒ ወይ ዘይምጭተኪ ርብቃ ሓፍቲ ብቻ ክትረፍኒ ክገርፈኩ ተኾነ ተሓቂ ንገርኒ ተለ ኣውጽ ብለኩ ኣለኹ ወላ ሓሶት ክነግረኪ ወላ ሓሶት ንገርኒ ሽዑ ባዕለይ ሓቂ ዲ ሓሶት ክመሚዕ ወይ እንስታ ክገብር ምሳኺ ናብዚ ዘንበ ዝመፀኹ ኩላ ኩነታትኩም እተም ሰደይ ሕትኽቱኽ ትብልዮ ዝነበርኪ ንዓይ እኮ በዓል ኣቦይ ከነ መርዕወክቶ ዝብልኹስ እንታይ እምበልኪ ዝበልክኒ እኮ ኣብ ዘኽርምቲ ኣቐርቂረዮ ዘለኹ በልሲ ኢለ ኢኹም ኢለ ክዝፈረጥኩ ይብሊ ኣለኪ ንሰብ ካብ ጎጥ እየ ዝፈልጦ ተለይ ተሓቂ ንገርኒ ወይ ኣንቲ ርብቃ ሓፍቲ በጃ ኩሉ ግዜ ክለኣኸኪ ከይፈተኽቲ ለኣኽኒ በፍንጫ ኣንቲ ምሳ ደንበረ ርእሰይ ብልኪ ብስለይ ክኣትወኪ ይብለኩ ኣለኹ ወይ ኣንቲ ርብቃ ሓፍቲ በጃኺ ሞደይ ክትመዓተኒ እንድያ እሞ ኣደይ ፈሪሕኪ ኢኺ ነብሲ ክሕሲምኪ ኣንጥኸ መንጨት ኮልኹ ዘይትነግርኒ ወበዓል ኣቦይ ቅንታ ክብሉኒ ክትዛረብ እዮም እንዲኺ ጥራይ ንገርኒ እምበር ኣብዛ ልበይ ክዋ ጥራይ ኣንቲ ርብቃ ሓፍተይ እሞ እስኺ ሓያል ኢኺ ክትመዓት እዮም ኢኺ በዓል ኣቦይ ክመዓቱ ክኢለስ ክነግሮም ኣይውዕሎን እየ ጥራይ እቲ ሓቂ ክፈልጦስ ንገርኒ እየ ዝብለኪ ዘለኹ ወይ እሞ ብኤንዳ ኣለይ ክጅምሮ ወላ ፅባሕ ክነግረኪ እቲ ርብቃ ሓፍተይ ኣነ ፈሪሐ ኣለኹ ሕጂ ከ ዘይትነግርኒ ወይ ኣንቲ ርብቃ በጃኺ ሽንቲ ክመልቀ እንደልዩ ኣንቲ ክትሃድሚ ዲኺ ደሊኺ በሊ ካብዛ ደንበ ተንከስ በሊ እሞ ኣብ ዓዲ ኣትየ ከዓ ዝገድፈኪ ከይመስለኪ ኣውስ በዓል ኣቦይ ወላ መድሓኑኒ ነይሮም ገለ ሓቢእኹምለይ ከም ዘለኹምሲ ፈሊጠኩም ኣለኹ ንእሞ ፈሊ እወ ዓይነት ኣካል ኣንቲ ዝዕድለይ ስኸመይ ጓል ካብ ናተይሲ ናይ መለይ ዝሕሸሉ ኮይኑ ክሒስና ምሒስና ክንወስዳ ኢሎም ዝኸስቱ ዋይ እዋይ ወይ ኣነ ርግምቲ ኣንቲ ምስጣ ናይ ትፅርፍ ኣቢለ ምንጭት ከብላ ዝውዕል ዝነበርኩ ድዩ ኮነ ዘብለኒ ዘሎ የማነ ኣንታ ጥምዝ ዘይተብለኒ ፅብቕቲ እንደ
ካብ መለይሲ ኣነ ዶ ይፅብቕ ካብ ርብቃስ ኣነ ዶ ይፅብቕን ምስዛ ወጭማድ ከዓ ኣብዛ ደንበ ክተራኽበና እንድያ

ነደይ ኣድሓነት ከነጣይቀላ ደልየ። ከምኡ ኢለ ልኢኸካ ዶ ዕጭ ኣይበልካንን? ሀ ደሓን ኪድ ዝወደይ። ኣድሓነት ሰብ ልኢኸላ ኣለኹ ክትመጽእ እያ። ሞዚ ነብሰይ እንዲህ ምግባር ኣቢኒ። ደሓን ኪድ ደኣ ዝወደይ። ወላ ይንገረኒ ሓሶት ክነግረኪ። ወላ ሓሶት ይኹን ንገርኒ። ሽዑ ባዕለይ ሓቂ ድያ ሓሶት ክመምየ። ዋይ ኣነስ እንታይ ክገብር እየ ምሳኺ ናብዚ ደንበ ዝመጸኹ። ኩላ ኩነታትኩም እተምሰደይ ሕቱኽቱኽ ትብልዮ ዝነበርኪ ንዓይ እኮ በዓል ኣቦይ ከነመርዕወኪ ዶ ዝብልኹስ እንታይ ምበልኪ ዝበልክኒ እኮ ኣብ ዘኽርምቲ የቐርቂረዮ ዘለኹ በል ስቕ ኢለ ኢኹም ኢለክስ ፈረድኩ ይብለይ ወላ ይዘለለ ሓሶት ክነግረኪ ወላ ሓሶት ይኹን ንገርኒ ሽዑ ባዕለይ ሓቂ ድዩ ሓሶት ክመሚዕ ወይ እንስታ ክገብር እየ ምሳኺ ናብዚ ዘንበ ዝመፀኹ ኩላ ኩነታትኩም እተም ሰደይ ሕቱኽቱኽ ትብልዮ ዝነበርኪ ንዓይ እኮ በዓል ኣቦይ ከነመርዕወኪ ዶ ዝብልኹስ እንታይ ምበልኪ ዝበልክኒ እኮ ኣብ ዘኽርምቲ የቐርቂረዮ ዘለኹ በል ስቕ ኢለ ኢኹም ኢለክስ ፈረድኩ ይብለይ በዓልኩም ዶ ኢልና ፈልጥ ናይ ሕጂ እንዶ እሞ ንግበር ግደ ነዛ ገዛ ካብዛ ትሾርዋ ዘለካ ቀጣን ሽሮ ኣጋላግልና ብለካ ኣለኩ ኣድሕና
ኣስሒቐካ ዶ ዘይሰሓቁ
ኣይ ከምዚ ኢልካ ተኾርሚኻ ሽሮ ክሸሮ ከለኻ ምስ ረኣኹኻስ ዋ ኣንታ እዚያ ከሰተስ ከመይ ኢሉ ተባላሹ ኣለኩ እየ ዝብል ዘለኹ ከመይ ከም ዘለኻ ደንበር ዶ ይርዳእካ ኣሎዩ ኣታ ቆልዓ ሕጂ ኪድ ገዛኻ ቁስሊ ኣይትጉዳኒ ኪድ ኪድ ገዛኻ

በዓል ኣቦይ ክመርዕዉ ክሓስቡ ኣለዎም እዎ ከምኡስ ሓስቡ ህልው እዮም ዋይ ኣቲ ምንዳ ነጊርኪ ዋይ ጠፊኡ እንዶ ኢልክዮ ዋእ እሞ ፈሊጥኪ ከለእኪ ንገርኒ እንዳበልኪ ከተጫንቕኒ ጸኒሕኪ? ሓቢእኪ ለይለ እኮ'ዩ ሓሪቐ። ዋይ እሞ ብኸምኡ ኢኺ መንጭትክኒ እውይ ክትሓስሚ። ኣቲ እዚ ኩሉ ናፈተኹኺ ብሓደ ክንጻወት ከነዕልል ደምበ ንኺድ ኢለክስ ክትሓብእለይ? ካብ ሚለና ንላዕሊ ንዓኺ እንድየ ዝፈቱ ግዲ። ዋይ በሊ ትፈልጢ ተኾንኪ ጽቡቕ ጌረ ክኣልለኪ። ኣነ ኣግደፍዮ እንዶ።
ዋእ እንተኾይነ ኢለ'የ ዝገድፎ። በሊ ከይትጉሂ ኢለ እምበሪ እቶም ብዕራይ ዝጠፍኦም ኣቦይ ዝረኸበሎም በዓል ርሑቕ ዓዲ ንሶም እዮም ንወዶም ደልዮም ይኹሰዱ። ንዕኦም ደኣ ዓዲ ኣትዮም ከይረኸቡ ንኸይዶም ዶ ብል ኣይነበረን ኣቦይ? እወ እዛ ቆልዓ ከምዛ ናይ መለይ ከይተጋጥማ መርዔና ነፋኑ ቁሩብ እንተ ጸኒሓስ ኣይንኽእላና ክትሒለናያ ይብሉ ነይሮም።
በል ኣነስ ጓለይ ከቢድ እዮም ዴ እኳ ደኣ ዓድን ደንበ እንዳበልኩ ዓይ ኣለኹ። ኣነ ኸኣ ነደይሲ ኣብ ከብዲ ዓዲ እኳ ከይትብሉሲ ሩሑቕ ዓዲ ክተስፍርዋ ኢለያ። እንታይ ደኣ በለትኪ?
ኦይ ኣደይ ሎምስ ረጊመያ ጓል ዕድላ ናብ ዝሃበ እያ ትኸይድ እቲ ወዶም ከኣ ናቶም ተወሲዱሲ እቶም ሰብኣይ ቁም ነገር ዘለዎም እዮም ዝመስሉ ኢላትኒ። ዶ እወ፣ ኣነ ኸኣ ኸምዛ ተመርዒኺ ዝኸድኪ መሲልኒ ብኽይ ኣቢለ። ኣቲ በላዕኻ ምስ ሰኣንኩስ ናብ ርሑቕ ጎደቦ፣ በል ናብዛ ዓዲ ገጻ ኣይከይድን'የ። ዋእ! ኣንቲ ርብቃ ሓፍተይ፣ እንተ ኾይና ተበልኹኸ፣ ነጊራቶ ክተብልኒ? በሊ ክትነግርኒ ኢለ ኢኻ እፈልጥ'የ ዝበልኩ። እውይ! እውይ!
ኣቲ ርብቃ እንታይ ክትረኽቢ፣ ኣደይ ክትከህለኒ እንድያ። እውይ መልሓሰይ'ቲ ቆራጽ። ክትሓብእለይ ስለ ዝፈተንኪ ጸሊኤኪ'የ። ሕጂ ኸኣ ናብዛ ዓዲ ገጻ ኣይከይድን'የ። በዚ ኣቢለ ናብ ኣሞይ ክኸይድ'የ። እውይ! ኣንቲ ርብቃ ሓፍተይ በጃኺ ኣደይ ክትቀህለኒ'ያ። ሓንቲ ይብሉኽን'ዮም፣ ናረኣኹ ናሰማዕኩስ ናብ ርሑቕ ጎደቦ ክምርዖ? ኣቲ ከም ዝጸልኡንስ ከርሕቁኒ። ዋይ በሊ ደሓን ኣይትጉሃዪ ዓዲ ንኣቱ እሞ ነደይ ቀስ ኢልኪ ትሓትያ ወይ ከኣ ዕጭ ኢልኪ ተቅብጽዮም ኣንቲ ርብቃ ሓፍተይ በጃኺ። ስኺ ደኣ በሊ።
ዋእ እሞ ኣነ ከኣ ዓዲ ኣቱ ነይ በዚኣ ጌረ ምሳኺ ናብ ኣሞይ ክኸይድ። እዛ ቃል ከይትደግምያ ኣነ ሓንቲ ከም ዘይፈለጥኩ በዚኣ ጌረ ናብ ኣሞይ ክኸይድ። ዋይ ኣንቲ ርብቃ ሓፍተይ በጃኺ እንተ ጠፊእኪ ስኺ ኢኺ ትፊእኪያ ኢሎም ከቅህሉኒ እዮም በጃኺ እቲ ርብቃ ሓፍተይ።

ከይትቐርብኒ ከይትዛረብኒ ዋይ ኣቲ ስንሳንዳይ እንታይ ደኣ ኮንክን። እንታይ ኢለኩ ዶ ነይሩ ናይ ንዓይሲ ዝባን ባይቶ ክትብላኒ። እንዳ ሃንስ ከይትሕሙኒ ከይትዛረቡኒ ኢለ ኣለኹ። እዎ ወላ ምሕረት የውርደልና። እንታይ ኢኺ ድበልኪ ምሕረት ኣይሃብኪ ኮል በረምብራስ ጎይትኦም ዶ እዎ ኣነ ናበይ ክኸደልኩም እንዳ ሃንስ እንዳ ከሰተ ክጠፍኣልኩም ዶ ካብዛ ዓዲ እዛ ጓለይሲ ብዘይ ኣቦ ዓብየት ብዘይ ኣደ ከኣ ዎው ኣኽቢድክና እዛ ጉዳይ እምበር ኣነሲ ከነዕልል ኢለ እየ መጽየ ነይረ። እንታይ ዲኺ ዝበልክኒ ኣንጎሶም ካራ ሒዙ መጺኡ ዶ ኣይበልክንን ንገዛይ ክመጽእ ከሎሲ ትጥባሖ በጊዕ ድያ ዋላ ጤል ደላትኒ ዋይ ህህ። ኣትን ሳንዳይ ጥርሓን እዚ ዲኽን ኣነ ኸኣ እንታይ በዲለየን እንዴ ኢለ ዋይ ወይ እሰራ ኣታ ክትብድልኒ ሳንዳይ ዶ ዋላ ንዕድተይ ኮንክኒ። ኣትን ሳንዳይ ጽርሃ እቲ ፍርሒ ኣብ ከብድኺ እንድዩ ኣትዩ እህ። ከምዚ ኢልካ ከወደይ ይፍራሕ ድዩ? ንፈለማ እዋን ኣባኺ ነርኢ ኣለኹ። እስኺ ንባዕልኽስ ኣይፈራሕኽን?
ማይ ድዩ ሓወስኪ? ሞንጎሶም ደኣ ካርዑ ሒዙ ምስ ከደ ዶ ተመሊሱ እዩ? ዝዝመት ስለ ዘለዎሲ ናብታ ጣሽኡ እዩ ከይዱ። ኣይ! እወ!
ነየይ ኣደይ ደሓነት እኳ ዓጀቦን ከምዛ ዕምበባ መሸላ'ኳ እዩ። ጣዕ! ጠራዕራዕ! ጣዕ! ጠርዓራዒል በልኹ። ወይ እዚ ክሳድ ጥራይ ወተግ ወተግ እንዳበለት እምበኣር እዛ ከብድና ማይ ሕውስ ኣቢሉላ ዕዝር ኢሉ። ዋእ ከመይ ከመይ ደኣ ኣሉ እዚ ዘረባ፣ ማይ ሓዊሽክን ዶ ኣይጸናሕክንን። ኣንቲ ጓል ሓወይ ካራ እምበር መወጽ መዓት ሒዙ መጺኡ፣ እስኺ ንባዕሉ ክትማሰበለይ ምስ በለኪ ሽንቱ ዶ ኣይሞለቐክን። ዋይ ንስኽንከ ከም ገመል እንዳየዓቕቡ ክትመስላ ነውው ኣቢልክን ዶ ጽዲፍክና ንነበርክንን ወረ ክትሃድማ ከለክንሲ በርባዕተ መሓውርክን ኢክን ሃዲምክን። እዋ እሞ በዓል ኣቦ ክንዲ ሃደሙ ዶ ደኣ ኣነ ጥርሂ ኣነ ግትር ኢለ ክጽበያ ኮይነ እምበር ከምዚ ሕጂ ከምዚ ሕጂ ተትኮን ነይሩ ኣድሊ ውን ዶ ከምዚኣ ኢለ ኩለ ብክልተ መሓውር ኤእ ሳንዳይ ጥርሃ መልሳሉ ደኣ ዘረባ መልሳሉ ሰብ የለን ኢልካ ኣይትዛረብ እዝኒ ኣለዎ ገደብ። ጓል ጋል ማሪት እሞ ክትመክርዮ ዲኺ ክትመክርዮ ዲኺ ወልካየ። ሳንዳይ ጥርሃ ኣትን ሳንዳይ ጥርሃ ከጻውተክን ኢለ

ዋእ እሞ ተጸሊልካ ኣለኻ እንታይ ድዳ ተባሃሃልና። ኣያ ገዛኢ ዝወለደት ትውለድ ኣይከይድን ቆልዑ ከኣ ተደልዮም ይምጹ ተደልዮም ኣይምጹ። መንስኻ ውን ተጸሊልካ ኣለኻ። ተጸሊለ እወ እንታይ ደኣ ተሪፍኒ ዋእ እንታይ ሰብ ዘይገብሮ ዶ ገይረ እየ እንታይ እያ። ኣንታ እሞ ክትፍትሓ እንተ ደሊኻሲ ፈለማ ሃለዋታ ናይ ደሓነት ፍለጥ ቆልዑ ገዛ ኣእትዎም ብድሕሪኡ ደቅኻ ሓቚፍካ እቲ ዝምከር ትመክር። ወይለ መብትኻ ኣንስ ጊላ ይባ ኮይነ ኣታ ንስኻ ከይ ኣይናይ ጽቡቕ ግብሪ ኣለካ እዩ ክልቴኹም ሓደ ኢኹም እዛ ኩላ ፍቕርኹም ሓዊ መሊስኩምላ ንዓይ እኳ ለኪምኩም ንኢለኩምኩም እንታይ ማ ክንገብር እንታይ እያ ገዛይ ንጓይ ለኹሰስ ጓህሪ ኩለስ ኮይንና እዚ ኣንገሶም ከዓ ጊዲ ገይሩ ፈኪርለይ ከይዱ ወረ ከዲንካ ኣሎ ንሕና ዘይፈለጥና ጠበንጅኡ ገዲፉ ካራ ሒዙ እዩ መጺእካ ዘሎ። ታይ ካርኡ ይሐው ካራ ድኣ ካራ ጎተሞ ወይ ፋስ እንተዝኾኑ እኳ ምረኣና ኢና ኢልና። እሞ ብኸምዩ ኣፍልቡ እንዳ ነፍሐ ሓብተይከ ሓብተይከ ዝበለኒ እወ ከመይ ጌርካ ድኣ ፈሊጥካ እንታይ እያ ጽርሃ በለትኒ ዋይ እንታይ እያ ናይ በዓል ጽርሃ ሰሚዕካ ዲኻ እሂል በላታ እሂ ኣንገሶም ንበረኹ ክኸይድ ከሎ ንሚለና ጓል ሃንስ ዋይ ኣንታ ናይዚኤን ዘረባ ሰሚዕካ ዲኻ እንታይ እያ ኣነ ገዛኢ ዶ ኣዋህልል እንዶ ሕራይ ዋይ ዝሰምዓካ ኣብታ ዘላትኒ ክትውስኸኒ ዲኻ ደሊኻ ሕራይ ግን ኣነ ንሰይ ከይትደክም ተዕረፍ ክሓሸካ። ደሓር ወደይ ንሚለና ጓል ሃንስ ደው ኣቢሉ ማሰ በለለይ ወይ ድማ ኢሉ ዘኻራ ኣርእይ ምስ ኣብላ ነቲ እልካ ቆልዓ ብደዋ ሽንቲ መሊቕዋ። ኣንታ ሽንቲ ገዲፍዋ ዋላ ካልእ ምለቋ ዋይ ስኺና ዓበይትና ኣናእሽትና ወግሐ ጸብሐ ሚለና ሚለና ክንብል ተዋሪድና ዘለና ካባና ንሳ ዶ ኣይትሓሽን ስማዕላ ቆልዓ ናብ ኣቦኣ እንዳኸደት ንጽራ ነጊራታ። ሃንስ ከኣ ምስ ደቁን ምስ ጀናይ ሓዉን ተጸልዩ ኢሎም ኣለዉ። ክላእ እዚ ናይ ቆልዓ ዘረባ እዩ። ምሳይ ደይ ኣብ ገዛ ኣይቀነየን። ካራ ከውጽእ ኣይረኣኹዎ ዋላ ክስሕል ኣይረኣኹዎ። በል ሕራይ ናቱ ይጽንሓልና ንዓደ'ምበ ኬድካ ንሸዊትን ንምናሰን ኣምጽኣዮም ብኣቢልኩም ድማ ንመል የለክምዋ። ናይታ ካራ እምበር ገሪማሃኒ ካራ ሒዙ መጺኡ ኔሩ ይበሃል እዩ። ወይለይ እንታይ ዘድግም ኣለካ ሕጂ ዘረባ ቆልዑ ዶ ክትብል ኣይጸናሕካን ደኣ። ሃየ ደኣ ንቐል! ሕማቕስ ይፍታን ኣመሉ ምጽያቕ ኣይገድፍን እዩ፣ ሃየ ንቐል! ዋእ እሞ ጒሓት ክነቅል እምበሪ ናብቲ ደምበ። እወ ንቐል! ብጒሓቱ ንቐል! ኣድሓነት ገዛ እንተ ኣእታዮ ድማ ብሰንጎ ሰም ኮፍ ኢልና ክንላዘብ ኢና፣ ሃየ! ሃየ ኺድ! ባእ! ፈዘዝ ፈዘዝ ኣይትብሎ፣ ሓዲኡ ግበር! ኣንታ ኻራ እምበር ገሪማሃኒ ሕጂ ኸኣ። ካራኻ ግን ኣይወደይ
ረቢ ጭንስቕ ዘይብሉ ዝነበርኩ እወ ኣነ በዓል ኣቦይ እንታይ ክብሉን እዮም ሃፂላ ጥራይ ከይትጠፍእ እወ ኣነ ሓፍተይ

ኣይፋሉን ስቅ ኢለ እምበር በይነይ ክከውን ደልየ ለንቅንስ በክይ ረኣኩ ከቅንየ ደሓን ዲካ። ደሓን እየ እንታይ ደኣ ከከ ደኣ ክትነብዒ ዝጸናሕኺ ትመስሊ እ ገለስ ኮንኪ ኣለኺ። ዝኮንክዎ የብለይን ደሐ ኣደይ ኣድሓነትኪ ተረኪቡ ዶ።
ዋእ ኣዴታ ኮይና ድያ ኣይደሓናን ድያ። ኣንታ ምናሰ።
ጸጋ ሓቂ ንገርኒ። ኣደይታ ኮይና ድያ? ዋእ ኣታ ምናሴ ናብዚ ዶ ኣይመጸትኩምን እያ ኣነ ደኣ ደቀይ ናፊቀ ደንበ ክከይድ እየ ክብላ ሰሚዐየን። ሓቂ ንገርኒ ክፈልጦም ዶ ዝገብሮ ነገር የብለይን ሓሚማ ድያ? ዎው ኣይሓመማን ነደይ ግን ደቀይ ናፊቀ ደንበ ክከይድ እየ ይብላኣ ነይረን። ኣደይን ኣደይ ርግብን ደኣ ተቃይመን ድየን ዘለዋ ካብ መዓስ የዕልላ ቀደም ዝተረፈ ዕላል ጸጋ ከይደ ክሪኣ ንገርኒ። ኣንታ ምናሰ ኣደይ ኣድሓነት ናይ ኣክሰተን ትብእሶም ቀንዮም።
ከምኡ ደኣ ዘይትብሊ ኣነ ከኣ ሓይማ መሲሉኒ ከይደ ክሪኣ ሓሲበ ምስ ኣቦይ ደኣ ኣንጭዋን ድሙን ድዮም ኮይኖም ዘለዉ። በቲ ናይ ዮሴፍ በቲ ናይ መለይ ጥንሲ ኩሉ ኩሉ ተደራሪቡወን ጒሂየን ኣጺለን ጠፊኤን ኣንጎሶም ከኣ ሓፍተይ ኢሉ ናይ ክሰቲ ተማዒቱዎ። ወይ'ዛ ኣደይ ኣበይ ደኣ ኣትያ ይበሃል። ወረ ናብዚ ዝመጸት እዩ መሲሉና ነይሩ። ዘይመጸትና
ዘይመጸት። ዓድና ከኣ ናይ ስድርኡ ጸገም ዘይዓጀቦ ጸብኡን ብርሑን ሰትዩ በጥ ኢሉ ትብለካ ነይራ። በዓለ ደይ ጽርሃ ድየ ሓቀን እንድዮም እሞ ሕጂ ነግዳ ገለ ነገርክኒ ወይ ዛደይ ኣበይ ኣትያ ይበሃል ደሓናይቱ ከ ገዘን ክመጻ እንድየን። ሓጽ ኢላ ጠፊኣት ናበልክኒ ነቲ ጸጋ ሓፍተይ ሸዊት ሓፍተይ ፈለጠትን እምበር ዓዲ መኸደት ነይራ በለስኪ ክኸይድ ሰላም ምዕልቲ
ወይ ኣነ ኣንተ ሕጂ ከ ዘረባ ድዮም ሊቐ ካብ ሚለና እምበር ገዲዳ

ወይለ እንታይ ደኣ ተዓየዱ ከም ዘለኹም ኣይፋሉን
ከም መድሃኒ እምበር ብቐትሩ እሓልም ኣለኹ ወ ሃይ እና ደቅሰ ስኽ ከኢልኩም ትርእይዎ ኔርኩም ሲ ሕጂ እምበኣር ትዛረቡ ኣለኹም ሃየ በሉ ነዚ ደቃስ ወድኹም ኣተሲእኹም ሓግዘኒ በልዎ ህስብ ህሳስ ሓቂ ክርኢ ከለኺ ካብ ቆልዑኡ ዓድን ደንበን ምሳይ ተዝወስዶ ነይረ እዛ ኩላ ኣይምኾነን ሓቂ ክትፅብቕ ኣለኺ ወረዝ ገይር ከዲንና እምበር ምሳኹም ናብቲ ከተማ ተማልእዎ ነርኩም ተትኾንሲ እሱ ካባኹም ምገደደ ሀይ ዛለ ዛናይ ሚለና ሽሙርስ ቀጥ ኣቢልኪ ሒዝኪያ ኣንቲ ናይታ ካብ ማህፀንኪ ዘውፃኽያ ድያ እንታ ኮይና ድኣ እዛ ቆልዓ ናተይ ጸጽቡቑ ዘይትሕዝ። ኣነ ድማ ሰብለይ ናተይ ክትወስድ። ስድራ ምልእቲ ዶ ከይኮንኩምኒ ፈቐዶ ኣዳራሽን ፈቐዶ ዓድን ኮለል ክትብሉ ትውዕሉ ዘለኹም። ህይ ሰኣን ምስክርኪ። እወ ሃየ ሕጂ ነቲ ደቂሱ ዘሎ ወድኹም ካብዛ ንእዲ ገላግልዎ እብለኩም ኣለኹ። ኣሕ በሊ ኪድሞ ተዳህዮ ተዳህዩለይ እም ጥራይ ኢድካ ከኣ ምጻእ ብልዮ። ሃይ እንታይ ሒዙ ከይመጸኩም እዩ? እዋ ንእስኪ ኣብቲ ንድዲ ተሰሚሩ እንዲ ዘሎ ነቲ ኣጎዛን መኣስን ካሒዝዎ ምስኡ ተ- ምስኡ ብቲ- ኣብ ዝባኑ ተለጢፍዎ መጽእ እንታይ እንዳ ወረ ሕዘኒ ንኸይብለኪ እሞ ሓዚ ኢልኪ ከይትመጺ እንዲ ገለ ኸውን በጽሒ ናይ መዳእ ክወስድ ወለከ እህ፣ እዚ ደ ናባይ ደ መጺኺ መጺእኩም በሉ በሳ ኮርዒዳ እ፣ ኣንታ ጅግና እና እስኪ እንታይ ደኣ እስኻሲ ኣብቲ ንእድሲ ፍልሖ ከይሓዙኻ ንዓኹም ዶ ሓዝኹም ዶ ንዓይ ከመይ ዝበለ በጽሒ ዕጽፍ ዝርግሐ ዝብል ክሕዙን ኢልካዮም ኢኻ ሳይ መልስኻ ከይድካለይ ናይ መን ደኣ ክወስድ ኣደይ ደኣ ኣውሪድላ እንትንፍሆ ጸሎን ዶ እንታይ ትፈልጥ እያ ኣቋርጾ ስምዓጅ እታ ትማሊ ምሸት ዝበልኩኻ ተረዲኣትካ ድያ እንታ ኣቦ ኣነሲ ኣንጎሶም ከይወቕዐኒ ኢለስ ምስ ጸጋይ ክዕረቕ እዚኣ ስንደይ ከቢዳትኒ እያ ዘላ። እንታይ እያ ትኸብደካ ክትስከሞ ዲኻ ናይ መለይ ጉዳይ ኣብቂዑ እዩ ኣድሓነት ጓና ንፀጋይ ኣይትቦን እያ እ፣ ጎሶም ከዓ ይፍቅሩ እዩ ዘሎ እሞ ኣነ ሳቦ ይነግረካ ኣለኹ ኢደይን እግረይን ኣኪበ ሱቕ ኢለ ኣለኹ ኣነ እናተሃረምኩስ ኢልካ ክትርኢ ኢኻ ደሓን ሽዑ ካብዚ ዓዲ ክገይሸ ኣነ እናተውዓኹስ ክትገይሽ ኣንታ ኣቦ እንታይ ትሓልም ዲኻ ዘለኻ ፅባሕ ንጎ ከምዚ ከይከውን ኢለስ ኣነ ኣብዘይ ፀገመይ ክኣቱ ናይ ምንታይ ፀገም እዩ እዚ ጸጋይ ምስ ሓወይ ዕረቁን ይብል ኣሎ እ ንሕና እንዳ ጊዳይ ብሓደ ኮይና ተጫሪቕና ከዓ እንዳ ከሰተ ይኹን ካልእ ኣብዚ ዓዲ ዝኽእለና የልቦን ኣነሲ ምስ ጸጋይ ጠላ ምስ ኣነ ክዕረቕ ኣንታ ቆልዓ እዛ ዘረባ እዚኣ ግደፋ ኣብለካ ኣለኹ ሕጂ ምስ ጀናይ ኮይነ ብታ ቅርዓት ክዳሃየካ እየ ክትዕረቑ ኢኹም ብለካ ኣለኹ ወስዶ ኣለኽ የለን ሕጂ ኣይዕረቕን እዩ ደሓን ነጊረካ ኣለኹ ኣብ ብታ ቅርዓት ኮይነ ምስ ጀናይ ክዳሃየካ እየ ተለልካ ምጻኒ ኢኻ ዋይ ዋይ እንታይ ደኾንኩም ኢኹም ንስኹም ንዓይ እኳ እዩ ጨኒቕኒ ዘሎ ዋይ ኣብ ቅድሚ ዓይነይ ንመለይ ክዕምት ዝረኣኹዎስ ክዕረቖ ንጸጋይ ጠላም ዝሞ ሕሰብ እዩ ሕሰብኒ ገጹ ኮወል ተባዕታይ ኣድጊ
እንታይ ደኣ ብኣፋ ፌት ኮፍ ኢልካ ደንበይ ትኸይድ እንዲኻ ኣይሰንበላል እንዲ ኮይኑ ነቦይ ኣይተጉህዮ ኣደይ እውን ዓዊልካ ምዝራብ ጸጊምዋ እምበር ኣይተሓጎሰትልካ ከመይ ኢላ ክትሕጎሰለይ ኣብ ተለለ ሕማማ እኳ እየ ሕማም ወሲኽያ ዘሎ ተጋጌ ምባልካ እውን ጽቡቕ እዩ ነቦይ በኣ እኻ እዛ ልብስ ልብ ኣቢልካዮ እምበር ኣበይ እውን ተቐይምልካ እዩ ነይሩ ኣብዘይ ሓሰብክዎ እንደ ወዲቐ መድሃኔ ልክም ኣቢልኒ እዛ ናይ መለይ ጉዳይ ከይትውዳእ ኸዓ እንዳኸሰተ ሃዋ ኣትዩ ኣደ የድሓነት ሓያል እያ እቲ ያኸሰተ እውን ከም ባዕሎ ቤት ተሪር ኣይኮነን ሕማቕ እዩ ሕጂ እንታይ እዩ ዘሕስበካ ዘሎ እንድዒ
እዛ መለይሲ ሱቕ ኢላ ተደንግጨኒ ክሳዕ መለይ ትሓርስ ስኽ በል ዳሃይ ኣደ የድሓነት እውን ይረኸብ እዚ መሽኳት መድሃኔሲ ኣየዕርቕኒ ኢሉ ኣንታ ከም ሰብ ቆፂርኩሞ ዲኹም ንዕርቂ ትልምንዎ ዘለኹም ምድሃነ ከይወዓካ ትፈርሕ ዲኻ? ዋይ
ድማ ዝሓፍተይ እዚ ዳነ ዘንብሩኻ ስድሩ ምስ ረኣየዩ ጠራራ ጠራራ ኣይትሓዝኑ ዝብል እምበር ዘይብሉ ኣነስ ነየደየ ድሓነት እዩ ዘሕስበኒ ዘሎ ኣደይ ርግበ እውን ካብ ሓወቦይ ይሓምቃ ኣብ ሻጦ ሸጒጠን ጸይቆኖ እየን ስራሕ ኣይፈቱ ደንበ ምኻድ ኣይፈቱ ዋ ኣቲ ጽንሕ እንዶ ግዳ እቲ መኣዛ ሓፍተይ ክስሕቅክ እንዶ ግዳ ክዕረኽ ኢለ ንገዝኦ ምኸለልኪ ኣየ ኣስገደ ትጸንሐኒ ንዒ ሓግዝኒ ክዕረቕና እንዳበልኳስ ርእይ ኣይብለኒ በቲ ኣፋፈይ እትሩ ሒዙ ቱታ ቱታ ቱታ ይብል ቅርብ ተይሉ የኸ ብድሕሪ ሓፍቱ ስገረት ሕብዕ
በልግስ ክትብል ደንበኻ በፂሕካ ምፃእ ኣንቲ ንዕንዶቲ መዓዛ ሓብተይ ምስ ስገረት ተዛሪብክንሲ ዘይተዓርቃ ኣንታ ናይ መድሃኔ እንደፅናሓልካ ንበዓል ኣቦይ ናይ መለይ ከመይ ከም ዝጥርሹልካ ለምኖ ኣንታ ብዛ ክርዓት ኮይኑ ኮዩ ሽመይ ዝብልላ ዘሎ ተቐረብኩ ወይ ይሓድም ከይወቕዑኻ ኣቦይ ከይትትንክዮ ኢልኒ። ስማዕ ጸጋይ፣ ነደይ መሊስካ ከይተሕምማ ደምበኻ ኪድ፣ ኣነ ውን ጒሂየልካ እየ ነይረ። ኣይ መኣዛ ሓፍተይ ቅጭንሲ ቀብጭ ከይትቐብጭንን ኢኺ። ኣነ እዛ ዓዲ ጸሊኤዮ ኣለኹ። ሃጽ ኢልካ ትፋእ ጥራይ እዩ ዝመጸኒ ዘሎ። ንሕናኸ እንታይ ንኹን? ካብ ኩሉ ኣደይሲ እንታይ ትኹን? ሓሚማ ክትመውት ዲኻ ደሊኻ? ነቦይ እንዳተላዘቦ ወይ ቡን እናሰተና ኣነ ከዕልሎ፣ እንታይ ኢሊሞ ክምልሰልኪዩ ኣቦይ እኳ ሓንገደን ነያ ገዛእን ንሓወቦ ዮሃንስን ንጸጋይ ምስ መድሃኔን ከሰተን ንዕረቆም ኢልዎ እዩ በል ሕጂ ካብዚ ኣፋፊት ተስእ እሞ ዘወርወር ኢልካ ምጻእ ጽንሕ ደኣ
ኣቦይ በዚ ቅርዓት ተቐልቀለኒ ኢልኒ ኣሎ እሞ ቅልቅል ክብሎ ሕራይ በል እንተቐጭን ሃብተይ ኣሻቒለ ክደቕ
እዞም በዓል ኣቦይስ ደንጉዮም ዶ እንታይ እሞ ፈሊጠ ኢልክኒ ክደንጉዮም እወ እንተ ካብ ኣቦይካ ቁም ነገር የብሉን ዘረባ ጥራሕ ዩ ስልጥን ዩ። ዋይ ኣንቲ ናይ ሓዊ ክግዳድ ኣይትገብሪ ካብዛ ውሽጢ እኮ ምውጻእ ኣብና።
ፈሪሕካ ዲኻ ደኣ ካብ ውሻጠ ምውጻእ ኣቢኻ ተልኮሲ ካብቲ እንዳ ሓሰር መለሳ ኮነ ንበር ታይ መጺኒ እየ ዝፈርሕ ኣይብለንን። ዋይ ወደይ ኣንቲ እቲ ናይ ኣቦኡ ተተልፎሲ ናተይ ሓሞት እኳ ይወስድ። ዋይ ኣንቲ እንዳ ንስኻ ሓሞት ኣለኪ ድዩ? ኣይ ባእስን ነገርን ከፍርሓ ክጉዳም እንድዩ። ወይለከ ተኾይነ ደኣ ሓሞት ደይብለይ።

ሚለና ርብቃ እንተዝኾነ እምበር ካብ መድሃኒ ወደይስ ተሪፈ እየ ኣንቲ ገና ውልድ ክብል ከሎሲ ፈራህ ምዃኑስ ሸዓይ ፈሊጠዮ ነይረ ዘይመስል ውልድ ክብል ደኣ ከመይ ቢልኪ ክትፈልጥዮ ነዛ ጥወይ እንዲብ ዝኣፉ ውጥፍ ደብላ ነዘን ዕንቱ ፈረይረይረ ቀባሕባሕባሕባሕ ይደብለን እምበር ትርር ዝበለ ሰዓይሲ ስዒሉ ይፈልጥ ነታ ክሳዱ ኸ ቁልዒ ይደብላ ተዓብለኪ ጓለይ ኣቦኺ ወዲ ከም ዝወለድኩ ምስ ፈለጡ ሸውዓተ ግዜ ባዕሎም ነዚ እልልታ ወያ ከዘተ ካብቲ ጎኖም እንዲዮም ነይሮም እዚ እልልታ ተሓጋጊዞ ምብለክ ኣንቲ ደዘይተገብረ
ግደፍ ያዳ ሃያ ደኣ ደያ ከም ቀደም ክቱታ በሊ ኣነ ጥብ እንዳጠበብኩ ዘይኮንኩሲ ኣብ ከብድኺ ከለኹ እውን ልዕለይ ነዘን ኣዋልከም ትፈትውዮ ይፈልጥ ነይረ ኣይ እወ መድሃኔ ወደይ ደኣላ እይ ደኣላ ንእስገደታ ዝንግዕ ከብላ እንተላይ ታብ ከብዳ ደላ እምበር መድሃኔ ወደይ ደኣ ሽላ ወዲ ሃንስ ጊላ ይወ በዓል ነፀላ ኣንዳ ሓሰር ዝውዕል ኣብ ጊላ ዋይ ኣንቲ ደሓዋዊስ ገበጃኻ ክልግደፍና ዋይ ግደፍየላ ትበል ትበል ድኣ ኣነ ከዓ ንክትፈልጣ ካብ ገፅ ኣንስቲ ገፅ ኣናብስቲ ብዝብል እየ ኣብቲ እንዳሓሰር ዝውዕል ዋይ እወ ኣምዳ ሓሰር ድኣ ኣናፅ እምበር ኣናብስ ዘለዎ እየ ኣይ ግደፍዮ ድኣ ግደፍዮ እሱስ ሓቁ ኣሎ ኣነ እየ ዓገብ ተዛሪበ እምበር ኣምዳ ሓሰር ምሕዳር ከ ናይ መን ኮይኑ ኣነ ንክትፈልጣ ፍጥር ክብል ጅግና እየ መዓስ ኢደ እንዳሓሰር ሓዲረ ፈልጥ እየ መዓስ እንዳሓሰር ሓዲረ ፈልጥ ኣብ ማሴረ ይኮንኩም ብለይቲ ደርጓዕ እንዳበልኩ ብደጎት ዘሊለ ገበላ ዝሓድር ዝነበርኩ ኣንተ ቆልዓ እቲ ክንሽፍነልካ ከለና ስባ ትም ኢልካ ስምዓና እንታይ ክሽፍናለይ እንታይ ክሽፍናለይ ኣነ ክዕርፍ ገዛ መፅአ ከለኹ ዶ ይኮንኩን ኣንጎሶም ይፍርሕዎ ኣብዛ ገዛ ተሸጒጡ ኮፍ ዝብል ዘሎ ይብልክን ሓመይቲ ዝኾንክን ስድራ ሓመይቲ ኢኽን
ክኢለዮ ኢሉ እኮ እዩ ዋይ ጉዳ ኣተኸሰማዕና ብፀኒ
እንተ ዝቆልዓ ደኣ እንተኮይኑ እዩ ክሳብ ሕጂ ዘይመፀ ደኣ እንተ ንዓይ ከይርኢ እዩ ዝኾነ ሓንጊዱ ዘሎ ኣታ ቆልዓ ዘይተጻሓፈ ኣይተንብብ መድሃኔ ምስ መጸ ውን ተዛረብ ክሳብ ንብለካ ከይትዛረብ ሉቁሚ ከይትዛረብ እብለካ ኣለኩ። ሓቁ ኣሎ ሓምስ ሓወይ ሕጂ ኣፍ ንኣፍ ምምላስ ኣይኮነ ዘድልየና ዘሎ ተጋጊካ ኢካ ተጋግየ በል። ተጋግየ ደኣ ኢለ እንዴ እዋ ንስኻ ኢኻ ክትብል እምበር መድሃኔ ደኣ እንታይ ኣቢሹ ተጋግየ ክብል። ዘረባ ረኪበልካ ዲካ እዋ ስማዕ እስኪ ንሱ ኢዩ ኢካ ኣለካ ከምዚ ኮይነ ዶ ዝደለየኒ እንዳወለድኩ ደድሕሩ እንዳከደ ልምኖ ዝነበረ። ወደይ ኣይልምኖን ኢዩ ከኣ እብለካ ኣለኩ ጸጋ'ዩ ውራይ ደምብኡ ከይገብር ነዚ ቆልዓ ኣጆኻ ኣጆኻ እንዳበለ ዝምዕዶ ኔሩ። እሞ ኣነ ከኣ ከምኡ ኣይኮነን እብለካ ኣለኹ። ስማዕ እስኪ መድሃኔ ዓቕሚ ስለ ዘይብሉ ተመሊሱ መጺኡ ንጸጋይ ወደይ ኣነ ንመለይ ፈትየ ኣለኹ ስለዚ ንኽዕምጻ ሓግዘኒ ኢሉ ዶኮነን ኣብ ዘይምዓቱ ኣእትይዎ ዘሎ። እሞ እዚ ዓማጺ ወድኻ እዚ ዝተባህሎ ዘይገብር ወድኻ'ዩ እዛ ኩላ ዝገብር ዘሎ ከኣ እብለካ ኣለኹ። ኣታ ከመይ ዝወሰድኹም ኢኹም ንስኻትኩም ጌጋ ኢኹም ዘይትቕበሉ ስድራ። ንዓና ዲኹም ክትዓርቁ ዋላ ክትበኣሱ ኢኹም ተረኺብኩም።
ዋይ ኣነ ኣታ ናይ ቆልዑ ዶ ጌርናዮ እዎ ጌርኩሞ ንስኹም ዘይተኣኹምሲ ንሕና ከመይ ቢልና ኢና ክንጥዒ ብሓንሳብ ከም ስድራ ተኣኪብና እኮ ቡን ሰቲና ንዕሊልናን ዘይንፈልጥ ነደይ መፂኹም እዚ ኮፍ ኢልኩም እኮ ኣዕሊልኩማ ዘይትፈልጡ እንተ ስቕ እንበል ስኻ ከዓ ናብ ካልኣይ ትወስደና ዋይ ኣነ ክዓርቕ መፅየሲ ቆልዓ ከጨልግመኒ ሓወቦይ ሓቂ ትጽላእ ኣነ ተጋጌ ንሓወይ ዓሚጸ እየ ይቕረ በለለይ ክብሎ እብል ኣለኹ ንስኹም ከኣ ይቕረ ምባል ፍለጡ። ኣንታ ንሕና ብልብና እምበሪ ኣፍ ኣውጺእና ተጋጊና ምባል ኣይንኽእሎን ኢና ጸጋይ ወደይ። ኣሕዋት ክፋቐሩ ጸላእቲ የባሩ እናተባህለ ንሕና ግን ኣይንሓመድን ኢና። እሞ እታ ቆልዓ ደኣ እዚ ቆልዓ ደኣ እንታይ ኮይኑ ደንጉዩ? እሞ ባዕለይ ደኣ ክደሃዮም ኣንታ ደኣ ኮበል ጓ ጸጋይ ኣሎ ንዓ ጸጋይ ባዕልኻ ኪድ ጸዋዕ ወይ ኣቦይ ንዓይ ተርእዩ ደኣ መድሃኔ ግደፉኒ ኣይትሓዙኒ እንዳበለ ፈንጠርጠር ክብል እንዲ ኣቲ ቆልዓ ሱቕ በል ክትዕረቕ ተደሊኻ ከምዚ ንወዲ ከምዝን ኣይትዛረብ ድሓን ድሓን ድሓን ግደፍዎ ንህለት ኮሚላና ትመጽእ ኣላ ንዒኺ ጸውዕዮ በላ ዋይ ኣንታ ኣቦይ ባዕልኻ እንደ ጸውዕዮ በላ ኣንታ ስቕ እንደ በል ንሱስ ምስኣ ክዕረቕ እንድዩ እ ይጸልኣኒ ግዲ ኮይኑሲ መዓል ክይ ኣይብለንን እዩ እንድያ ትብሎ ግዲ ኣይ ኣይ እዋ
ዋ ኣንታ ምናስ ሓወይ ከመይ ውዒልካ ግርም!
እንታይ ደኣ ህልም ኢልካ? ንጸጋ እንድየ ከዕልል ጸኒሐ። ዋእ!
መን ጸጋ እያ እዚኣኸ? ኣንታስ ንዞም ስድራ እዚኦም ዶ ይተልዕለለይ ንዓይ? ዋእ!
በሊ ኣደይ ካብ ገዛ ወጺኣ ኣላ። እ! እንታይ ማለትካ እታ? ተፋቲሓ? ምስ ኣቦይ ምስ ተጨቓጨቑ እምበር ሃጽ ኢላ ናበይ ከም ዘበለት ኣይተመለሰትን። እዋይ ኣነ ተካል!
ወጠጥ ኢኻ ትብለኒ ዘለኻ። እዋይ ነዛ ገዛና ስምብራት ተንፋስ ኣትያታ እሞ ሕጂ ዳኣ እንታይ እዩ ዝግበሮ። ኣቦይ በይኑ ይጭነቅ ኣሎ። ክላ ትም በል ኣቦይስ ይጭነቅ ድዩ ብዛዕባ ነብሱ እዩ ዝሓስብ። ዋእ ሸዊት።
እወ ከተማ ከተማ ክዓብድ ብዛዕባና ኣይሓስብን እዩ እሱ ዝዘርኦ ኢና ንዓጽድ ዘለና። ስኽ በሊ ደድሕሪ ወዲ ኪዳነ ኪድክሊ ዶ ኣይኮነን ደንበ ሰጎጎኪ። ዳሓን ዳሓን ንሱስ ኣነ ግን ክትፈልጥ ብዛዕባ ኣደይ እምበር ብዛዕባ ኣቦይ ኣይግድሰንን እዩ እወ ክትፈልጥ ድማ ኣደይ ብሰንኩ ጠፊኣ እያ ዘላ። ኣደይስ ጥዒቲ ድያ ሓያል እንድያ ግዲ መዓስ መዓልቲ ስሒቓ ትፈልጥ? መዓስ መዓልቲኸ ህድእ ኢላ ምስ ኣቦይ የዕሊላ ትፈልጥ? ንሱኸ የናይ መዓልቲ ህህ ኢሉ ሰሚዕዋ እፈልጥ? ህህ ኣይ ወጃብ ጽልል ትብላኒ ግዲ ዝውዕል። ከተማ ከተማ ክዓብድሲ ኣበይ ኣለኺ ኢልዋዶ ይፈልጥ እዩ? ኦው በል ሕጂ ዓዲ ኣቲና ደሃይ ስድራና ክንገብር ኢና። ብድሕሪኡ ናብ እንዳ ሓትነይ ኬድና ናብ መለይ ንገዛኣ ክንመልሳ ኢና። ኣይከይድን እየ ኣነ ገጽ መለይ ክርኢ ይደልን። ኢሂ ካልእቲ ሓፍትኺ ዶ ኣይኮነትን'ያ ዶስ ኮብላሊት ትብልያ ዝነበርኪ እዩ ኣሰኪፍኪ። ኦይ እሱስ ዘሰክፍ የብለይን። ኣልዕል ኣቢልኪ ክትፈልጢ ኣነ ስኽ ክብል ደልየ ኣብ መንጎ ስድራ ክኣቱ ይደለኹን እምበር ንስኽን ኣደይን ትገብርኦ ዝነበርክን ዘይፈልጦ ከይመስለኪ። ዶ
እሞ እንተ ኮንካ ደኣ ዓዲ ኣቲኻ ከምዚ ትገብራ ኣለኽን ኢልካ ዓገብ ዘይትብለና። ጸሊኤኩም ብፍላይ ንስኺ ከም ንእሸተይ ትገብርዮ ዝነበርኪ ባህ ኣይብለንን ኔሩ። ይቕረ በልለይ ኢልኪ ለምንያ እምበር መለይ ንመዋእላ ኣይትረኽበክን እያ። ደሓን
ኣነ ሕጂ ካብዛ ደንበ ናብ ዝኾነ ተንከስ ኢለ ኣይከይድን እየ። እወ።
ደሓን ሓሲብክላ ተሓድጊ።
ሰይ ሚለና ሓፍተይ ኣቲ ቅጭን በይ ምጸናሕኺ ደኣኺ መዓልኩም ስድራና ከመዓልኩም ደቂ ጊላይ ከመዓልኩም ደቂ ጊላይ ደቂ ጊላይ ወ ብራቕ ፀሓይ ብሩኻት ዘርኢ ከም ዝገመ ስርናይ ሓቢርኩም ዶ መኺርኩም ይህናይ ተላዚብኩም ዶ ከም ኣሕዋት ጥራይ ፈታዊኹም ተዝርኢ ጸላኢኹም ተላይ በሪሩ ምኸደ ከም ዑፍ ሰማይ። ሓደ ኣጉዲልኩም ኣለኹም ሓደ ሰንሰሎ ማይ ተዳሃይዎ ደኣ ዕረቕዎ ምስ ጸጋይ። እዋይ እዋይ እዋይ ኣንትም ኢለ ንዓኺ ኣንቲ ንዓኺሲ ዳኛ ዓዲ ዘይሸይሙኺ። ክንደይ ግዜ ንዓይ ሸይምኩም ቅሰኑ ኢለዮም እሶም ግን ኣያ ገዛ ክብሉ ነገር ገጹ ኣሎ። እዋይ ኣቲ ኣቲ ብዘይ ዕድመኺስ ከይትእረጊ ኪዲ ሃየ ንዒ መድሃኔ ተዳሃይዮ ንዓኺ ኪዲ። ኣሰይ መድሃን ሓወይሲ ክጽዋዕ ኣሰይ ኣቱም ብሩኻት ስድራ።